ሰላም ሰላም ከመይ ትኾኑ ከመይ ትቕንዩን ሎሚ ውን ሓደ ጠቓሚ ዝኾነ ሓሳብ ጠቓሚ ዝኾነ ርእሲ ሒዘልኩም ቀሪበ ኣለኹ መቸም ብዙሕ ግዜ ናተባሃልኩሞ ዝነበረ ነገር ኣሎ ደቂ ኣንስትዮ ብምንታይ ፍቕሪ ይሕዘና ብእዝና ወዲ ድማ ብዓይኑ ይበሃል ስለዚ ከመይ ጌርካ ኢኻ ብቐሊሉ ተፈቃሪ ክትኮን ክኸን ይኽእል እዩ ሰባት ክፈትዉኻ ምስ ሰባት ጽቡቕ ዝኾነ ርክብ ክህልወካ ከመይ ጌርካ ኢኻ ናይ ዘርባ ክእለትካ ናይ ዘርባ ብቕዓትካ ተዕቢ ወይ ከዓ ጎበዝ ዝኾነ ስፒከር ወይ ከዓ ተዛራባይ ንኽትከውን ዝጠቕሙኻ ሜላታት እየ ክነግረኩም። ክሳዕ ፍፁምታ ሓቢርኩም ንኽትፀንሑን ክትከታተሉን ምኽርን ብትሕትና ንዕድመኩም። መእመን ተዛራባይ ተኽ ፈቃሪ ተፈታዊ ወዲ ዘረብኡ ናብ መሬት ጠብ ዘይብል ዝበሃል ዓይነት ወዲ ንኽትኮኑ እንታይ እንታይ ንምይትታድን ከመይ ገይርኩም ኢኹም ናይ ምዝራብ ብቕዓትኩምን ክእለትኩምን ክተዕብዩ ዘለኩም ዝብል ብጣዕሚ ጠቓሚ ዝኾነ ፍልጠት እየ ሎማዓንቲ ሒዘልኩም ቀሪበ። ክሳዕ ፍፅምታ ሓቢርኩም ንኽትፀንሑን ክትከታተሉን ብኽብርን ብትሕትና ንዕድመኩም። ሓደሽቲ ዝኾንኩም ቻናለይ ሰብስክራይብ ቪድዮ ተፈቲኹሞ ላይክ ምግባረይ ትግደፉ ምኽንያቱ ኣብዚ ቻናል እዚ ብጣዕሚ ብዙሓት ጠቀምቲ ዝኾኑ ጠቀምቲ ዝኾኑ ቪድዮታት ኣለዉ መሃርቲ ዝኾኑ ሰልፍ ዴቨሎፕመንት ዝኾኑ ብጣዕሚ ዝሕግዝኹምን ዝጠቅምኹምን ቪድዮታት ስለ ዘለዉ ይሓተኩም ማለት እዩ በዚ ኣጋጣሚ ካብኡ ብምቅጻል ክብለኩም ዝደሊ ኣብ ኣዲስ ኣበባ ንዝነብሩ ፈተውትኹም ኣዝማድኩም ኣፍቀርትኹም ናይ ኣውደኣመት ህያባት፣ ናይ ሓድሽ ዓመት ናይ ኒው ይር ናይ ማንም ኣውደኣመት ህያባት ከምኡውን ድማ ናይ ሓራስ ሕሙም ምጥያቕ ድዩ ንመርዑት ምጥያቕ ድዩ እንኳዕ ሓጎሰኩም ምባል ድዩ ነፍቃሪትኩም ናይ ፍቕሪ ህያብ ጊፍት ምልኣኽ ድዩ ንደቅኹም ኣብ በርዝደይ ኣብ ማንም መዓልቲ ሰርፕራይዝ ክገብረልኩም ከይደ ትደልዩ ተኾንኩም ከምኡውን ኣብ መቐለ ጀሚርና ኣለና መቐለ እንትደልዩ ኣብቲ ቅጽል መፋለጢ ስልኪ ቁጽሪ የለኩም ኦርደር ክትገብሩኒ ትኽእሉ ኢኹም። ናብ ናይ ሎም መደብና ንኺድ። ሃፒ ኒው ኢር ኤንድ ሜሪ ክሪስማስ ንሙሉእ ዓለም ትነብሩ ክቡራት ተመልከትተይ ናብ ኣዲስ ኣበባ ንዝነብሩ ፈተውትኹምን ኣዝማድኩምን ኣፍቀርትኹምን ናይ ፍቅርኹምን ናይ ፍትወትኩምን መግለጺ ዝኾኑ ናይ ኣውደኣመትን ናይ ሓድሽ ዓመትን ህያባት ሒዝና ንጽበየኩም ኣለና ንዝበለጸ ሓበሬታ በቲ ኣብታሕቲ ዘሎ ስልኪ ቁጽሪ ጌርኩም ብዋትስኣፕ ኮንታክት ግበሩና ህያብ ፓኬጅስ ሃፒ ኒው ኢር ኤንድ ሜሪ ክሪስማስ ስለዚ ንስፒኪንግ ስኪል ወይ ካዓ ታይ ዝባሃል ናይ ምዝራብ ክእለት ቐዳማይ ከም ቀዳማይ ክነግረኩም ዝደሊ ነገር እንታይ እዩ ፍልጠት እዩ ክፈልጥ ዘይደሊ ሰብ ዘይማሃር ሰብ ዘየንብብ ሰብ ፅቡቅ ጎበዝ ተዛራባይ ክኸውን ኣይኽእልን ብምንም ታኣምር ሰባት ክንማሃር ከለና ክንፈልጥ ከለና ካብ ኩሉ ነገር ግዴታ ኣንቢብና ዘይኮን ይኽእል እዩ ምስ ጥዑያት ሰባት ክንውዕል ምስ ዓበይቲ ሰባት ክትውዕል ካብ ሰባት ንማሃር ሂወት ንባዕሉ የምህረና ንሓድሽ ነገር ሬዲ ክሳዕ ዝኾንና ኦፕን ዝኾነ ማይንድ ክሳዕ ዘለና ካብ መሓዙትና፣ ካብ ቤተሰብና፣ ካብ ወለድና፣ ካብ ብዙሕ ነገር ክንመሃር ንኽእል ኢና። ንትምህርቲ ክሳዕ ንደሊ፣ ክንፈልጥ ክሳዕ ንደሊ፣ ከመይ እዩ ስፒኪንግ ስኪሎም፣ ከመይ እዮም ዝዛረቡ፣ እንታይ እዮም ዝዛረቡ፣ ካብ መጻሕፍቲ ንመሃር፣ ካብ ቪድዮታት ንመሃር፣ ካብ ብዙሕ ነገር ኢና ንመሃር። ንምንታይ? ከምቲ ዝበልኩኹም ናይ ምዝራብ ክእለት ወይ ከዓ ናይ ምዝራብ ብቕዓት ፍልጠት ስለ ዘድልዮ። እንድሕር ምንም ዘይትፈልጥ ኮይንካ ስለ ምንም ነገር ጽቡቕ ክትዛረብ ኣይትኽእልን። ንኣብነት ስለ እንታይ እየ ክብለኩም እሞ ስለ መኪና ክትዛረብ ስለ መኪና ክትፈልጥ ኣለካ ሓቀይ ዶ ስለ ዝኮነ ነገር ንክትዛረብ ስለቲ ነገር ንሱ ኢንፎርሜሽን ክህልወካ ኣለዎ እቲ ዘለዎ ኢንፎርሜሽን ኢካ ጽቡቅ ዝኮነ መንገዲ ናብቲ ሰብ ተቅርቦ ኮሙኒኬሽን ስኪል ማለት ንሱ እዩ ሰብ ፍልጠት ተዘይሃልይዎ ኣብ ቅድሚ ሰባት ኣፉ መሊኡ ክዛረብ ኣይክእልን ይኮላተፍ ይሓፍር ይደንን so ኩሉ ግዜ ክነግረኩም ዝደሊ ነገር ጽቡቅ ተዛረብቲ ጎበዛት ተዛረብቲ ክትኮኑ ትደልዩ ተኮንኩም ስለ ምንም ነገር ፍልጠት ስለ ምንም ነገር ፍልጠት ጋዘር ምግባር ከም ልምዲ ሓዝዎ ወይ ካኣ ታይ እየ ክብለኩም ከም ሂወት ከም ላይፍ ስታይል ሓዝዎ። ንምንታይ ከም ዝወልኩኹም ፍልጠት ክለኩም ከሎ እዩ ጎዛ ተዛረብቲ ትኸሉ እንትኾኑ ስለ ኩሉ ነገር ስለ ፍቅሪ ኣብ ናተይ ቪድዮታት ስለ ፍቅሪ ተተማሂርኩም ስለ ፍቅሪ ፅቡቅ ተዛረብቲ ተኾኑ ስለ ካሊእ ነገር ተተማሂርኩም ስለ ኤኒቲንግ ኢንፎርሜሽን ተሃሊኩም ስለቲ ነገር ንሱ ጎበዝን ፐርፌክትን ተዛረብቲ ትኾኑ ስለዚ ጎበዝ ተዛራባይ ኣብ ቢዝነስካ ዕውት ክትከውን ስለቲ ቢዝነስካ ክትፈልጥ ኣለካ ስለቲ ቢዝነስካ ሓቅን ትኽክልን ዝኾነ ኢንፎርሜሽን ሰብ ክትብ ከለካ ኢኻ ጎበዝ ተዛራባይ ስለ ትኸውን ስለዚ ኩሉ ግዜ ፍልጠት ድለዩ ፍልጠት ድማ ጠቢብ ሰለሙን ካብ ፃፀ ተማሂሩ ያሬድ ካብ ብቐሊል ነገር ክንመሃሮ ንኽእል ነገር እዩ። ስለዚ እቲ ቀዳማይ ናይ ጎበዝ ተዛራባይ ፍልጠት ዝደሊ ክኾን ኣለዎ። ዘይረብሕ ዘረባ ትኾንካ ክትሰምዕ ትውዕል ጸርፊ፣ ነርሲሲስት ዝኾኑ ሰባት፣ ምስ ሰባት ከመይ ጌሮም ኮሚኒኬሽን ክገብሩ ዘይኽእሉ፣ ችግራት ከመይ ጌሮም ክፈትሑ ከም ዘይኽእሉ፣ ሰባት ሪስፔክት ዘይገብሩ ሰባት፣ ናብራ ካብ ቲክቶክ ናብ ገለ እንትውዕል ተኾንካ ይዋርዋ ነብሶም ከምኦም ኢኻ እንደገና ትገብር፣ ሰባት እውን ናትካ ዘረባ ይፈትውዎን ኣይጥዕሞምን ግን እንድሕር ጽቡቕ ዘረባ ትሰምዕ ትውዕል ኮይንካ ግን ጽቡቕ ዘረባ ትዛረብ ማለት እዩ። ስለዚ እቲ እተመላእካዮ ኢኻ ትውጽእ። ካብኡ እቲ ካልእ ስለቲ እትዛረቦ ነገር ትኽክለኛ ዝኾነ ኢሞሽንን ስምዒትን ምህላው እዩ። ሰባት ክንዛረብ ከለና ከምቲ ዝብለኩም ኩሉ ግዜ ልዕሊ እቲ ቃልና እቲ ኣክሽንና እቲ ፊሊንግና ሰሚዖም እዮም ዝኣምኑና ወይ ከዓ ኩሉ ግዜ ምስ ሰባት ክንዛረብ ከለና ስለ ዝኾነ ነገር ኢሞሽን ክህልዎ ኣለዎ። ኢሞሽን ክህልዎ ከሎ ህይወት ኣለዎ ስምዒት ክህልዎ ከሎ። ተዘይኮይኑ ግን ፌክ ተኾይኑ ንኣምሰልና ገለ ገለ ንዛረብ ተኾይና እቲ ዘረባ ናብቶም ሰባት ልቢ ጠበይ ይብልን ግን ሪል ዝኾነ ነገር ንምንታይ ኢና ሓደ ሓደ ሰባት ኣብ ሶሻል ሚድያ ገለ ክንርእዮም ከለና ዘይምልከተና ዝኾነ ነገር ፊል ክገብሩ ከለው ክንርኢ ከለና ምስኦም ብኽያት ይመጸና ንምንታይ ኢሞሽን ኣለዎ ስምዒት ኣለዎ ሪል ዝኾነ ላይፍ ብድሕሪኡ ኣለዎ ስለዚ ንዛረቦ ነገር ብተኻእለና መጠን ሓቀኛታትን ትኽክለኛ ዝኾነ ፊሊንግናን ነንጸባርቕ ተኾይና እዚ እውን ዘረባና ተደማጽነት ክረክብ ኣብ ሰባት ተፈታውነት ክረክብን ተቐባልነት ክረክብን ንገብረሉ ነገር እዩ ሓቀኛ ዝኾነ ኢሞሽን ዘለዎ ተዘይኮይኑ ሓሶት ተዘይኮይኑ ግን ተኾይኑ ግን ኣብቶም ሰባት ልቢ እውን ከይዱ ጠበይ ይብል ንሕጂ ንኣብነት ሓደ ሰብ ንሓሰወ ክልምን ክትርእይዎ ከለኩም ብሓቁ ተጎዲኡ ክልምን ክትርእይዎ ከለኩም እቲ ብሓቁ ዝልምን ሰብ ከብክየኩም ይክእል እዩ ብጣዕሚ ስለ ዘሕዝነኩም ሪል ዝኮነ ፊሊንግ ስለ ዘለዎ እቲ ግን ምናልባት ውቅዕዎ ውቅዕዎ ክመጸኩም ይክእል እዩ ማለት ስለዚ ቃላት ቃላት ጥራሕ ዘይኮኑስ ሪል ፊሊንግ ውን ኢምፓክት ዝገብሩ እዮም ካብኡ እቲ ካሊእ ኮሙኒኬሽን ስኪል ፕራክቲስ ይደሊ ምስ ጓል ጽቡቅ መዕለላይ ክትከውን ትደሊ ተኮንካ ጽቡቅ ጀንጃላይ ክትከውን ትደሊ ተኮንካ ብ ጓል ኣንስተይቲ ብእዝና ፍቅሪ ክተትሕዛ ትደሊ ተኮንካ ፕራክቲስ ግበር ምስ ብዙሓት ኣዋልድ ኣዕልል ምስ መሓዙትካ ምስ መሳርሕትኻ ምስ ጎሮቤትካ ገለ ናይ ጓል ሳይኮሎጂ ንኽትርዳእ ናይ ጓል ምስ ጓል ከመይ ከም ዝዕለል ሜትዱ ንኽትፈልጥ ናደወልካ ኣዕልል ብዙሕ ብዘዕለልካ ቁጽሪ ካብቲ ሓንቲ ዝኾነ ጌጋኻ ክትእርም ኢኻ ካብቲ ሓንቲ ዝኾነ ርኢኺ ከምዚ ስለ ዝበልኩዋ ከምዚ ፊል ጌራ እዘይ ይብሃል ንጓል ኣንስተይቲ ካብቲ ሓንቲ ዝኾነ ገጌጋኻ ናበልካ ናበልካ ምስ ጓል ከመይ ጌርካ ፐርፌክት ዝኾነ ኮሙኒኬሽን ክትገብር ከም ትኽእል ትመሃር ኣለኻ ማለት እዩ። ስለዚ ኮሙኒኬሽን ፕራክቲስ ስለ ዘድልዮ ምስ ኣብነት ምስ ጓል ጽቡቕ ተዛራባይ ደፋር ተዛራባይ ክትኮን ትደሊ ተኾንካ ምስ ኣዋልድ ኣዕልል፣ ምስ መሓዙትካ፣ ምስ ኣሕዋትካ፣ ምስ ደቂ ሓትኖኻ ገለ ኣዕልል። ካብኡ እቲ ካሊእ ሰሓቢ ተዛራባይ ወይ ከኣ ማራኺ ክትኮን እንተደሊኻ ሰሓቕን ጨወታን ወስኽ ከምኡ ውን ድማ ምስላታት ውን ብተወሰነ መልክዑ ወስኽ። ቅሩብ ዝኾነ ምስላታት ማለት እዩ። ካብኡ ሰሓቕን ጨወታን ወይ ከኣ ፈን፣ ጆክ፣ ዓይነት ነገር ወስኸሉ። እዚ ውን ጽቡቕን ዘይስልቹን ዘረባ ዝኽእልን ወዲ ክትከውን ዝገብረካ ነገር እዩ። ካብኡ እቲ ካሊእን ዋናን ክነግረኩም ዝደሊ ነገር እንታይ እዩ ጎበዝ፣ ኮሙኒኬሽን ስኪል ዘለዎ ወይ ከዓ ተዘራቢ ተሰማዕነት ዘለዎ ተደማፅነት ዘለዎ ክትከውን ትደሊ ትኾንካ ጎበዝ ሰማዓይ እውን ኩን። ሰባት እንድሕር ዘይንሰምዖም ስምዑኒ ስምዑኒ ስምዑኒ እንድሕር ንብሎም ኮይና ብጣዕሚ እዮም ዝፀልኡና ምሳና ኮሙኒኬት ክገብሩ ኣይኽእሉን ግን ነድምፆም እንተኾይና ንሳቶም እውን ኦፕን ኮይኖም ስለ ባዕሎም ክነግሩና እንድሕር ንሰምዖም ኮይና ካብኡ ካብቲ ዝዛረብዎ ተበጊስና ሕቶ ንሓቶም እንተኾይና ካብቲ ሕቶኦም ተበጊስና ድማ ንምልሰሎም እንተኾይና እዚ እዩ ፅቡቕ ኮሙኒኬሽን ስኪል ዝበሃል ኢልካ ናይ ዓለም ለፍላፊ ቐላዲ ተጫዋቲ ኩን ግን ንሰባት እዝኒ እንድሕር ዘይትህብ ንዓይ ጥራሕ ስምዑኒ ንዓይ ኣነ ጥራሕ እቲ መድረኽ ክቆጻጸሮ ትብል ትብል ተኾንካ ሰባት ክሰምዑኻ ኣይደልዩን ገዲፎሞ እዮም ዝኸዱ ናትካ ነገር ሰባት ከምቲ ንዓኻ ዘድምጹኻ ንሳቶም ውን ክድመጹ ይደልዩ ኣፕሪሸት ክግበሩ ይደልዩ ስለዚ ንሰባት ተቐበል ጽቡቕ ጎኖም ክትርኢ ከለኻ ኣድንቕ ጎበዝ ኮሚኒኬሽን ስፒከር ክትከውን ተደሊኻ ስምዓዮም ኣድምጾም እዚ ብጣዕሚ ወሳኒ ነገር እዩ ተዘይኮይኑ ግን ሰባት ውን ንቲ ናትካ ቃል ወይ ከዓ ንቲ ናትካ ዘረባ ቫልዩ ኣይህብዎን ማለት እዩ። ካብኡ እቲ ካሊእ ናይ ቃልካ ሰብ ኩን። ጎበዝ ኮሚኒኬሽን ዝኽእል ሰብ ወይ ከዓ ጎበዝ ተዛራባይ፣ ቃሉ ናብ መሬት ኣይትወድቕን ዝበሃል ሰብ ዘይገብሮ ነገር ክገብሮ እየ ኢሎ ይዛረብን ኣይጉረንን። ንቃሉ ቫልዩ ኣለዎ፣ ንቃሉ የኽብር እዩ። ንቃልካ ተኽብር ሰብ ተኾንካ፣ ዝበልካዮ ነገር ተትግብር ሰብ ተኾንካ፣ እዞም ዓዲ እንታይ ይብሉ ሲ ካብ ዝበልካዮ ጠፍእ ዝበለልካዮ ይጥፋእ ይብሉ። ማዕረ ክንድዚ ማለት እዩ። ትክክለኛ ኮሚኒኬሽን ስፒከር ማለት ብውልድ መቸስ ፈልጥዎ ከም ከቢድ ግን ያሉት ከሚጠፋ ይብሉ የወለዱት ይጥፋ ይብሉ ዞም ዓዲ ማዕረ ክንደይ ቃል ናይ ሰብ ወይ ከዓ ቃል ምዕፃፍ ሕማቕ ምዃኑ ሰባት ንልቦም ፕሮሚስ ኣቲኻ ከምዚ ክገብር እየ ኢልካ ከምዚ ክብል እየ ኢልካ እቲ ቃሎም ምዕፃፍ ማዕረ ክንደይ ሕማቕ ንምዃኑ ንምምልካት እዩ ከምዚ ተባሂሉ ስለዚ ተክብለኩም ደልየ እየ ንቃሉ ቫልዩ ዘለዎ ዝበሎ ፕሮሚስ ዝኣትዎ ስኢሉ ብሃበ ተረኸበ ከምዚ ክገብር እየ ከምዚ ዝብል እየ ዝብል ሰብ ማንም ኣይሰምዖን ግን እታ ዝበላ ቃል እዚኣ ኢለ እንድየ እታ ዝበልኩዋማ ክገብራ እየ ቃል እቶ ክበሃል ከሎ ግን ን እዚኣ ክሓስበላ ኣነ ዘይገብሮ ነገር ቃል ኣይኣቱን ዝብል ወዲ ልዕሊ ምንም ልዕሊ ምንም ተደማጽን ሪስፔክት ዘለዎን ቃሉ ረዚንን ቃሉ ከቢድን እዩ እዚ ውን ክትፈልጥዎ ዘለኩም ነገር እዩ። ካብኡ ተካሊእ ጎበዝ ኮሚኒኬሽን ዝክእል ሰብን ቃሉ ዝክበርን ዝዝረብን ወዲ ኩሉ ግዜ ሓሲቡ ዝዛረብን ቆጢቡ ዝዛረብን ሰብ እዩ ዝክበር ጎበዝ ኮሚኒኬሽን ስፒከር ኢካ ወይ ካዓ ተዛራባይ ኢካ ሰባት ክተእምን ትክእል ኢካ ማለት ዕስራን ኣርባዕተን ሳዓት ናለፍለፍካ ትውዕል ኢካ ማለት ኣይኮነን እንታይ ዳኣ እቲ ትዛረቦ ነገር ሓሲብካ ኣስተባሂልካ ትዛረብ እቲ ዝበልካዮ ነገር ድማ ናብ መሬት ዘይወድቅ ይከውን ማለት እዩ እዚ እውን ፅቡቅ ዕላል ዝክእል ዘረባ ዝክእልን ተዛራባይን ኮሚኒኬሽን ዝክእልን ወዲ ዘብለካ ነገር ሓደ ዕላል ከምቲ ዝበልኩኹም ሓሲብካን ቆጢብካን ብዙሕ ተዛራቢ ዘይምዃን እዩ። እቲ ካሊእ ቦታን ጊዜን ምፍላይ እዩ። ሓደ ጎበዝ ተዛራባይ ኢለኩም መጀመርያ እንታይ ኢለኩም ፍልጠት የድልየኩም ቀልድን ጨወታን ሕወሱሉ ገለ ገለ ኢለኩም ግን ኣብ ምንታይ ኢኹም ቀልዲ ክትሓውሱ ዘለኩም መቸም ናይ ስራሕ ኢንተርቪው ተኾይኑ ምስ ኣፍቃሪትኩም ክትኮኑ ከለኹም ተዕልልዎ ዕላል ምስ መሳርሕትኹም ኮንኩም ተዕልልዎ ዕላል ምስ ፍሬንድኹም ኮንኩም ተዕልልዎ ዕላል እንዳ ሓዘን እንዳ መርዓ ከድኩም ተዕልልዎ ዕላል ዕላል ጊዜን ቦታን ይፈሊ እዩ። ቀልዲ ጊዜን ቦታን ይፈሊ። ናይ ሓዘን ታሪኽ ግዜን ቦታን ይፈሊ። ናይ ፖለቲክስ ዕላል ክኾን ይኽእል እዩ፣ ግዜን ቦታን ይፈሊ። ስለዚ ኩሉ ግዜ ግዜን ቦታን ፍለ። ጎበዝ መዕለላይ ግዜን ቦታን ፈልዩ ኣብ ምንታይ ቦታ እንታይ ዓይነት ዘረባ ክዛረብ ከም ዘለዎ ምፍላጥ እውን ብጣዕሚ ወሳኒ ዝኾነ ነገር እዩ። ሓደ ሓደ ሰባት ኣብ ዘይምልከቶ ዝኾነት ነገር ፍልጠቶም ከርእዩ ስለ ዝደልዩ ይልፍልፉ። ንኣብነት ኣብ ናይ ኬሚስትሪ ክላስ ስለ ባይሎጂ እንተተዛረብካ እንታይ ይጠቅም? ስለዚ ኩሉ ግዜ ግዜን ቦታን ምፍላይ እውን እዚ እውን ጎበዝ ኮሚኒኬሽን ዝኽእልን ጎበዝ ተዛራባይን ወዲት ሰብ ኣብ ምንታይ ሙድ ኣሎ? እንታይ ይደሊ ዘሎ ሕዚ ክሰምዕ ቀልድን ጨወታን ድዩ ይደሊ ዘሎ ሲርየስ ነገር ቁምነገር ድዩ ይደሊ ዘሎ ገለ ኢልካ ምፍላጥን ምፍላይን እውን ብጣዕሚ ወሳኒ ዝኾነን ኣድላይ ዝኾነን ነገር ሓደ ጎበዝ ቤስት ኮሙኒኬሽን ዝኽእል ሰብ ክገብሮ ኣለዎ ተባሂሉ ዝእመንን ነገር እዩ ማለት እዩ። ስለዚ ፍቱዋተይ ንዚ ይመስል ስለ ጎበዝ ተዛራባይ ወይ ከዓ ጎበዝ ኮሙኒኬሽን ዝኽእል ሰብ ንኽትከውን ይጠቕሙኹም ኢለ ዝሓሰብኩዎም ነጥብታት እየ ሎማዓንቲ ሒዘልኩም ቀሪበ። ፅቡቕን መሃርን ዝኾነ ነገር ከምዝረኸብኩምሉ ተስፋ ይገብር።